ሰላም ክቡራት ተኸታተልተይ፣ ሎሚ ሓደ ካብቶም ኣብ ታሪክ ዓለም ዓብዪ ጽልዋ ዘለዎም መጽሓፍቲ ቲንክ ኤንድ ግረው ሪች ወይ ከዓ ሓሲብካ ሃብታም ኩን ብዝብል ኣርእስቲ ብናፖሊን ሂል ዝተጽሓፈ መጽሓፍ ክንርኢ ኢና። ኣብዚ ቪድዮ እዚ ነቶም ናይ መጀመርታ ዓሰርተ ገጻት እቲ መጽሓፍ ብዝርዝር ክንትንትኖም ኢና። ናፖሊን ሂል ነዚ መጽሓፍ እዚ ክጽሕፎ ከሎ ልዕሊ ሓሙሽተ ሚእቲ ዝኾኑ ኣብ ኣሜሪካ ዝርከቡ ሃብታማት ሰባት ንልዕሊ ዕስራ ዓመታት ብምጽናዕ እየ ኣዳልዎ። እቲ ቀንዲ መልእኽቲ ናይዚ መጽሓፍ ድማ ሓሳባት ነገራት እዮም ዝብል እዩ። ብሓቂ ድማ ሓሳብ ዓብዪ ሓይሊ ኣለዎ። እዙይ ድማ ምስ ጽኑዕ ዓላማ፣ ተጻዋርነትን እቲ ሓሳብ ናብ ሃብቲ ወይ ከዓ ናብ ቁሳዊ ነገር ንምቕያር ዘለዎ ድሌት ምስ ዝወሃድ ዝኸውን እዩ። ናፖሊን ሂል ምጽሓፍ ዝጅምር ብዛዕባ ኢድዊን ባርነስ ዝበሃል ሰብ እዩ። ባርነስ ሓደ ግዜ ሓሳባት ነገራት ክኾኑ ከም ዝኽእሉ ብተግባር ዘረጋገጸ ሰብ እዩ። ባርነስ ምስቲ ዓብዪ ተመራማሪ ዝነበረ ቶማስ ኤድሰን መሻርኽቲ ክኸውን ዓብዪ ድሌት ነበሮ። እዚ ድሌት እዚ ኸኣ ድሌት ጥራሕ ኣይነበረን፣ ሓደ ጽኑዕ ዝኾነ ዕላማ ነይሩ። ባርነስ ምስ ቶማስ ኤዲሰን ክሰርሕ ከሎ፣ ንኤዲሰን ክሰርሕ ዘይኮነስ ምስ ኤዲሰን መሻርኽቲ ኮይኑ ንኽሰርሕ ድሌቱ ነበረ። ባርነስ እዚ ሓሳብ እዚ ናብ ኣእምሮኡ ክመጾ ከሎ ክልተ ዓበይቲ ዕንቅፋታት ነይሮም። ቀዳማይ ንቶማስ ኤዲሰን ብቐረባ ኣይፈልጦን ነይሩ። ካልኣይ ነገር ድማ ናብቲ ቶማስ ኤዲሰን ዝነብረሉ ከተማ ኒወርክ ሲቲ ንምኻድ ዝኸውን ናይ ባቡር ትኬት ዝኸፍሎ ገንዘብ ኣይነበሮን። እዞም ዕንቅፋታት እዚኦም ከኣ ንብዙሓት ሰባት ተስፋ ዘቑርጹ ዕንቅፋታት ክኾኑ ይኽእሉ እዮም። ንባርነስ ግን ተስፋ ዘቑርጹ ምኽንያታት ኣይነበሩን። ድሌቱ ኣዝዩ ሓያል ስለ ዝነበረ ብባቡር ጽዕነት ተሳፊሩ ናብቲ ቶማስ ኤዲሰን ዝነብረሉ ከተማ ኒወርክ ሲቲ ከደ። ናብቲ ናይ ቶማስ ኤዲሰን ቤት ዕዮ ላብራቶሪ ምስ በጽሐ፣ ባርነስ ንኤድሰን ረኸቦ። ኤድሰን ድሕሪ ብዙሕ ዓመታት ብዛዕባ እቲ ናይ መጀመርታ ምርኻቦም ክዛረብ ከሎ፣ ከም ታራ መላመዲ ወይ ከኣ ስራሕ ደላዪ ዀይኑ'ዩ ቐሪቡኒ ይብል። ግን ከኣ ተብ ገጹ ዝነበረ ስምዒት፣ ዝሓሰቦ ነገር ንምዕዋት ቈራጽ ከም ዝዀነ የርኢ ነይሩ ይብል። ኤድሰን ንባርነስ ዕድል ሃቦ፣ ግን ከም መሻርኽቲ ኣይኰነን። ከም ተራ ሰራሕተኛ ኰይኑ ኣብቲ ቤት ዕዮ ክሰርሕ ጀመረ። ባርነስ ንኣዋርሕ ዝኣክል ብትሑት ደሞዝ ሰርሐ። እቲ ባርነስ ዝደልዮ ዝነበረ ምክፋል ሃፍቲ ወይ ከኣ ምክፋል ስራሕ ምስ ኤድሰን ገና ኣይመጸን ነይሩ። ግን ከኣ ኣብ ኣእምሮኡ ባርነስ መዓልታዊ ነቲ ምስ ኤድሰን ዘለዎ ርክብ ይዕብዮ ነበረ። ሓሳቡ እውን ኣይቀየረን። እቲ መጽሓፍ ከም ዝሕብሮ ባርነስ፣ ኣነ ምስ ኤድሰን መሻርኽቲ ክኸውን እየ መጺኤ። ኣብዚ ተራ ስራሕ እናስራሕኩ ክሳብ ዝደልዮ ነገር ዝመጽእ ክጽበ እየ። ኢሉ ደጋጊሙ ንርእሱ ይነግራ ነይሩ። ድሕሪ ብዙሕ ግዜ ድማ እታ ባርነስ ዝጽበያ ዝነበረ ዕድል መጸት። ኤድሰን ድማ ሓድሽ መሳርሒ ማሽን መሃዘ። እቶም ናይ ኤድሰን ነጋዶ ግን ነዚ ሓድሽ መሳርሒ ማሽን ክንሸጦ ንኽእል ኢና ዝብል እምነት ኣይነበሮምን። ባርነስ ግን እታ ዕድል ከም ዝመጸት ተረድኣ። እቲ ዕድል ግን ባርነስ ካብ ዝተጸበዮ ብዝተፈለየ መልክዑ እዩ መጺኡ። ናፖሊን ሂል ከም ዝብሎ መብዛሕትኡ ግዜ ዕድል ብድሕሪት ወይ ከኣ ብመልክዕ ውድቀት ወይ ከኣ ግዝያዊ ስዕረት ተሓቢኡ ክመጽእ ይኽእል እዩ ይብል። ባርነስ ነቲ ሓድሽ ምህዞ መሳርሒ ማሽን ክሸጦ ከም ዝኽእል ንኤድሰን ነገሮ፣ ኤድሰን ድማ ዕድል ሃቦ። ባርነስ ነቲ መሳርሒ ብዝገርም ኩነታት ክሸጦ ጀመረ። ክሳብ ብኤድሰን ዝተሰርሐ ብባርነስ ከኣ ዝተዘርግሐ ዝብል ጭርሖ ዝወጾ ድማ ምስ ኤድሰን ናይ ዓሰርተታት ዓመታት ውዕል ኣሰረ። ድሕሪ ብዙሕ ሽያጭ ማሽናት ከኣ ባርነስ ሃብታም ኮነ። ግን ካብቲ ገንዘብ ንላዕሊ ባርነስ ሓደ ዓብዪ ነገር ኣረጋገጸ። ንሱ ድማ ሓደ ሰብ ሓሲቡ ጥራሕ ሃብታም ክኸውን ከም ዝኽእል እዩ። ናፖሊን ሂል ቀጺሉ ሓደ ታሪኽ የውጽእ። ንሱ ድማ ታሪኽ ዳርቢ እዩ። ዳርቢ ሓደ ግዜ ምስ ኣኮኡ ኮይኑ ወርቂ ንምድላይ ናብ ምዕራብ ኣሜሪካ ከደ። ማሽናት ዓዲጎም ድማ ምኹዓት ጀመሩ። ኣብቲ መጀመርታ ምኹዓቶም ድማ ናይ ወርቂ ምልክት ረኸቡ። ግን ሓደ መዓልቲ እቲ ናይ ወርቂ መስመር ጠፍኣ። ነቲ ሓደ መዓልቲ ዝረኸብዎ መስመር ወርቂ ክረኽቡ ኢሎም ብዙሕ ይኹዓቱ፣ ግን ከኣ ዋላ ሓንቲ ክረኽቡ ኣይከኣሉን። ኣብ መወዳእታ ተስፋ ቆሪጾም ነዚ ማሽን ንሓደ ኣረጒት ሓጻዊን ዝገዝእ ሰብ ሸጥዎ። እቲ ኣረጒት ሓጻዊን ዝገዝእ ሰብ ድማ ንሓደ መሃንዲስ ጸዊዑ ኣማኸሮ። እቲ መሃንዲስ ድማ እቶም ቀዳሞት ሰባት ደርቤን ኣኮን ስለ ዘይፈልጡ እምበር እቲ ወርቂ ካብቲ ንሳቶም ምኹዓት ዘቋረጹሉ ሰለስተ ስጉምቲ ርሒቑ ከም ዝርከብ ነገሮ። እቲ ኣረጒት ሓጻውን ዝገዝእ ሰብ ድማ ኰዓተ፣ ሚልዮናት ዝዋግኡ ወርቂ ድማ ረኸበ። ዳርቢ ካብዚ ዓብዪ ትምህርቲ ተማሂሩ። እቲ ትምህርቲ ድማ ካብቲ ወርቂ ሰለስተ ስጉምቲ ርሒቐ ከለኹ ተስፋ ቈሪጸ ዝብል እዩ። ዳርቢ ድሕሪ እቲ ፍጻመ ናብ ናይ ኢንሹራንስ ስራሕ ኣተወ። ሰባት ኣይኾነን ክብልዎ ከለዉ ንሱ ግን ካብ ወርቂ ሰለስተ ስጉምቲ ጥራሕ ርሒቐ ከለኹ ተስፋ ቈሪጸ ነይረ። ድሕሪ ሕጂ ግን ሰባት ኣይኾነን ስለ ዝበሉኒ ተስፋ ኣይቈርጽን እየ። እናበለ ዓብዪ ናይ ኢንሹራንስ ነጋዳይ ኮነ። ናፖሊን ሂል ካብዚ ታሪኽ እዚ ተበጊሱ፣ ሓደ ካብቶም ቀንዲ ምኽንያታት ውድቀት ሰባት ግዝያዊ ስዕረት ምስ ኣጋጠሞም ስራሕ ምቁራጽ ምዃኑ ይገልጽ። ኣብቶም ቀዳሞት ዓሰርተ ገጻት እቲ መጽሓፍ ናፖሊን ሂል ብዛዕባ ሓደ ዓብዪ ስቱድዮ ዝነበሮ ሰብ እውን ይገልጽ። እቲ ሰብ ልዕሊ ሓምሳ ሰባት ዘስርሕ ዓብዪ ትካል ነበሮ፣ ግን ኣብ ውሽጡ ባዶነት ይስምዖ ነይሩ። ናፖሊን ሂል እቲ ምስጢር ሃብቲ ብኸመይ ናብ ሰባት ከም ዝመጽእ ክገልጽ ከሎ፣ እቲ ምስጢር ንኹሉ ሰብ ዝፈትሕ ኣይኮነን ይብል። እቲ ምስጢር ዝግለጸሉ ሰብ ነቲ ምስጢር ንምቕባል ድሉው ዝኾነ ሰብ ጥራሕ እዩ። ሓደ ሰብ ድሉው እንድሕር ደኣ ዘይኮይኑ እቲ ምስጢር ብፍርቂ ጥራሕ ክመጾ ይኽእል እዩ። እቲ ዝተረፈ ፍርቂ ድማ ኣብ ኣእምሮ እቲ ሰብ እዩ ዝርከብ። ናፖሊን ሂል ንልዕሊ ሓሙሽተ ሚእቲ ዝኾኑ ኣዝዮም ሃብታማት ሰባት ኣዘራሪቡ እዩ። ካብኣቶም ሄነሪ ፎርድ ሓደ እዩ። ሄነሪ ፎርድ ንመጀመርታ ግዜ ናይ ቪኤይት ሞተር ክሰርሕ ከሎ መሃንድሳቱ ኣይከኣልን እዩ ኢሎሞ ነይሮም። ፎርድ ግን ስርሕዎ ጥራሕ እዩ ዝበሎም። ንዓመት ዝኣክል ፈቲኖሞ ኣይተዓወቱን። ፎርድ ግን ቀጽሉ ይብሎም ነይሩ። ኣብ መወዳእታ ድማ ተዓወቱ። እዚ ዘርእየና ነገር እንተሃልዩ ሓደ ሰብ ጽኑዕ ሓሳብ እንተሃልዩዎ ዓለም ሙሉእ ዋላ ይከኣል እንተበለቶ እኳ ንሱ ግን ክዕወት ከም ዝኽእል ናፖሊ ሂል ኣብዚ ቀዳማይ ክፋል መጽሓፍ ብዛዕባ ናይ ኣእምሮ ኩነታት ስቴት ኦፍ ማይንድ ብሰፊሕ ይዛረብ። ኣብቲ ክመጽእ ዝጀምር ካብቲ ጽኑዕ ድሌትን ሓሳብን እዩ። ገንዘብ ንባዕሉ ውጽኢት ናይቲ ኣብ ኣእምሮ ዝተቐረጸ ሓሳብን ስራሕን እዩ። ባርነስ ክመጽእ ከሎ ገንዘብ ኣይነበሮን፣ ግን ከኣ ሃብታም ኣተሓሳስባ ነይርዎ። ዳርቢ ወርቂ ከይረኸበ ዝተረፈ ሓሳቡ ጽኑዕ ስለ ዘይነበረ እዩ። እቲ ኣረጉት ሓፃውን ዝገዝእ ሰብ ግን ቅድሚ ስራሕ ምጅማሩ ብምሁራት ስለ ዝተማኸረ እዩ ክዕወት ክኢሉ። እዚ ማለት ድማ ንበይንኻ ጥራሕ ካብ ምጉያይ ካብቶም ዝፈልጡ ሰባት ምኽሪ ምውሳድ ኣዝዩ ኣገዳሲ ምዃኑ የመላኽት። ሓደ ካብቶም ኣብ መጀመርታ ገጻት ዝተጠቐሱ ነጥብታት ንሕና ናይ ዕድልና ጎይቶት ኢና፣ We are the masters of our fate ዝብል እዩ። እዚ ድማ ዊልያም ሂነሊ ካብ ዝጸሓፎ ግጥሚ ዝተወሰደ እዩ። ናፖሊን ሂል እዚ ዝኾነሉ ምኽንያት ኣእምሮና ንንሓስቦም ሓሳባት ስለ ዝስሕቦም እዩ ይብል። ኣእምሮና ልክዕ ከም ማግኔት እዩ። ንሕና ንሃብቲ እንተሓሲብና፣ ኣእምሮና ንሃብቲ ዝኾኑ ኩነታትን ሰባትን ክስሕብ ይጅምር። ጥፍኣትን ውድቀትን እንተሓሲብና ድማ ኣእምሮና ንውድቀት ዝኾኑ ነገራት ይስሕብ። ስለዚ እቶም ቀዳሞት ዓሰርተ ገጻት ዘለዉ ቀንዲ ሓሳባት ኣብዞም ዝስዕቡ ቅነጥብታት ይጠቓለሉ። ቀዳማይ ነጥቢ ሓሳብ ብሓቂ ሓይሊ ዘለዎ ነገር እዩ። ካልኣይ ነጥቢ ከዓ ዝኾነ ይኹን ዕላማ ክዕወት እንተኾይኑ ፅኑዕ ድሌት ዲፋይነስ ኦፍ ፕረፐዝ የድልዮ። ሳልሳይ ነጥቢ ከዓ ግዝያዊ ስዕረት ወይ ድማ ውድቀት ምስ ኣጋጠመካ ስራሕኻ ምቁራፅ እዚ እቲ ዝዓበየ ናይ ውድቀት ምኽንያት እዩ። ራብዓይ ነጥቢ ከዓ ዕድል መብዛሕትኡ ግዜ ብመልክዕ ፀገም ተሸፊኑ እዩ ዝመፅእ። እቲ ሓምሻይ ነጥቢ ድማ ሓደ ሰብ ድሉው ጥራሕ እንተኾይኑ እዩ እቲ ናይ ዓወት ሚስጥር ዝግለፀሉ። ባርነስ ምስ ኤድሰን ንምስራሕ ዝነበሮ ድሌት ድሌት ጥራሕ ኣይነበረ፣ ውሳነ እዩ ነይሩ። ሓደ ሰብ እዚ ክኸውን ይደሊ እየ ካብ ምባል ሓሊፉ እዚ ክኸውን እየ ካሊእ ኣማራፂ የብለይን ኢሉ ክውስን ከሎ ዓለም ሙሉእ ንዕዑ ንምሕጋዝ ትሰርሕ። ባርነስ ናብ ኤድሰን ክኸይድ ከሎ ከይተዓወትኩ ኣይምለስን እየ ዝብል ፅኑዕ እምነት ነይርዎ። እዚ እዩ ድማ ካብ ተራ ሰራሕተኛ ናብ መሻርኽቲ ኤድሰን ከሰጋግሮ ዝኸኣለ። ዳርቢ እውን ካብቲ ዝነበሮ ጌጋ ተማሂሩ፣ ድሕሪኡ ድማ ኣብቲ ዝነበሮ ናይ ኢንሹራንስ ስራሕ ዓብዪ ዓወት ኣመዝጊቡ። እዚ ድማ ውድቀት ትምህርቲ ክኸውን ይኽእል እዩ እንተድኣ ካብኡ ተማሂርካ። ኣብ መወዳእታ እዞም ቀዳሞት ዓሰርተ ገጻት ናፖሊን ሂል ሓደ ነገር ደጋጊሙ የዘኻኽረና። ንሱ ድማ ሓደ ሰብ ሃብታም ክኸውን እየ ኢሉ ጥራሕ ምሕሳብ እኹል ኣይኮነን። እቲ ሓሳብ ምስ ተግባር፣ ምስ ተጻዋርነት፣ ምስ ዘይሕከኽ እምነት ክተሓሓዝ ከሎ እዩ። ሄነሪ ፎርድ እውን ሃብታም ቅድሚ ምዃኑ ኣብ ኣእምሮ እቲ ዝሰርሖ ሞተር ተቐሪጹ ነይሩ እዩ። እቲ ኣብ ኣእምሮኻ ዘሎ ምስሊ ጽባሕ ብኢድካ ዝጭበጥ ነገር ክኸውን ይኽእል እዩ። እዚኦም እዮም እቶም ዋናን ቀንድን ሓሳባትን ኣብቲ መጀመርታ ዓሰርተ ገጻት እቲ መጽሓፍ ዝርከቡ። ሓሳብካ ኣስተኻኽል፣ ዕላማኻ ፍለጥ፣ ካብ ውድቀትካ እውን ተመሃር፣ መዓልታዊ ድማ ናብቲ ዘለኻዮ ዕላማ ስጉምቲ ውሰድ። እዚ መጽሓፍ እዚ ንሃብቲ ጥራሕ ዘይኰነስ ንዝኾነ ኣብ ህይወትካ ክትበጽሖ ትደሊ ዓወት መገዲ ዘርኢ እዩ። ሓሲብካ ሃብታም ኩን ማለት ኣተሓሳስባኻ ብምቕያር ህይወትካ ምቕያር ማለት እዩ። ስለዚ ፍትዋትን ክብሯትን ተኻተልተይ ናይ ሎማዓንቲ ቪድዮና እዚ ይመስል። ኣብ ቀጻሊ ከኣ እቲ ዝተረፈ ክፋል ሒዘልኩም ክመጽእ እየ። ናብ ዩቱብ ቁም ነገር ንምርኣይ ትመጹ ከኣ ሰብስክራይብ ምግባርን ናብ ብዙሓት ሰባት ሼር ምግባርን ኣይትረስዑ። እስካብ ንራኸብ ከኣ ሰሰናዩ ንዓኹም።